ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ቻናሌ ቤተሰብ ከመይ ትኾኑ? ኩሉ ሰላም እግዚኣብሔር ይመስገን ብወገነይ ሰላም እየ። ንስኻትኩም እውን በቢ ዘለኹምዎ ሰላምኩም ብዝሕ ትርፍ ክብለለይ በዓልቲ ሙሉእ ተስፋ እያ። እንኳዕ ድማ ናብ ቻናለይ ብሰላም መጻኹም። ናይ ሎማዓንቲ ቪድዮና ዝከውን ከዓኒ ከምቲ ልሙድ ዋጋ ወርቂ ክንደይ እንዲሁ ሎማዓንትከ ወሲኩ ዶ ቀኒሱ ንዝብል ብርግፅ ሐዚ እውን ወርቂ ብጣዕሚ እናቀነሰ እዩ ዝርከብ ሎማዓንትከ ታይ ዝኣክል ቅናሽ ገይሩ እኒሀ ንዝብል ሎማዓንቲ ጉንበት ዓሰርተ ሽዱሽተ ወይ ከዓ መይ ዕስራን ኣርባዕተን እዩ ዝከውን ዘሎ እስካዕ ቪድዮ ፍፃመ ንክትከታተሉ ብኣክብሮት ይዕድም ንቻናለይ

ኢና ክንርኢ ማለት እዩ። ብርግጽ ትሕቲ ዓሰርተ ኣርባዕተ ካራት የለን ድዩ ንትብሉ ኣለ እዩ። ንኣብነት እስካብ በዓል ዓሰርተ ካራት ዝበሃል ኣለ እዩ ማለት እዩ። ብበዝሒ ግን ዝርከብ ኣብ ናይ ብሄራዊ ባንኪ እዩ። ሎማዓንቲ ብቲ ብሄራዊ ባንኪ ዘውፅኦ ስሩዕ ዋጋ ኢና ክንርኢ ካብ ዓሰርተ ኣርባዕተ ካራት ክንጅምር ከለና ብናይ ውሽጢ ዓድና ብናይ ኣሜሪካ ዶላር ኢና ክንጅምር ማለት እዩ። ብመጀመርያ ንሪኦ በዓል ዓሰርተ ኣርባዕተ ካራት እዩ ክኸውን ጉንበት ዓሰርተ ሽዱሽተ በዓል ዓሰርተ ኣርባዕተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሰማንያን ሽዱሽተ ይቅርታ ብሰማንያን ኣርባዕተ ነጥቢ ስልሳ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ሰለስተ ሽሕን ሰለስተ ሚእትን ቴስዓን እዩ ክሽየጥ ውዒሉ ዘሎ። እዚ ናይ ሓንቲ ግራም ወርቂ ኮይኑ ናይቲ ወርቂ ጥረ ገንዘብ ብቻ ናይ እቲ ወርቂ ናብ ምንም ዓይነት ዲዛይን ዘይተቐየረ ወርቂ ማለት እዩ። ስለዚ ብጣዕሚ ቅናሽ እዩ ዝኒሀ ኣብዚ ሕዚ ግዜ ከምቲ ዝፍለጥ ሓዋላ ብጣዕሚ ቀኒሱ ዝኒሆ ወርቂ ምቕናሱ ግን ብጣዕሚ እዩ ቆንጆ። እንታይ ደኣ የዋፅእ ኢልኩም ነብዚ ሓዋላ ብቕናሽ ካብ ትልእኹ ወርቂ ገዚእኹም ምቕማጥኩም እቲ ወርቂ ክውስክ ከሎን እቲ ሓውላ ክውስክ ከሎን ብጣዕሚ እዩ ዘዋፅእ ማለት እዩ። ያው ከም ሓሳብ ቀፂልና ንሪኦ በዓል ዓሰርተ ሓሙሽተ ካራት እዩ ክኸውን በዓል 15 ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብተስዓ ነጥቢ ሰብዓን ክልተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ኣርባዕተ ሽሕን ሰለስተ ሚእትን ኣርባዓን ሽዱሽተን ቅርሽን እዩ ክሽየጥ ውዒሉ ዘሎ ማለት እዩ። ቀጺልና ንሪኦ በዓል ዓሰርተ ሽዱሽተ ካራት እዩ ክኸውን። በዓል ዓሰርተ ሽዱሽተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብተስዓን ሽዱሽተን ነጥቢ ሰብዓን ሓሙሽተን ሳንቲም ዶላር ክሸጦ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ሓሙሽተ ሽሕን ሰለስተ ሚእትን ሽዱሽተን እዩ ክሸጦ ውዒሉ ዘሎ ብሄራዊ ባንኪ ማለት እዩ። ቀፂልና ንሪኦ በዓል ዓሰርተ ሸውዓተ ካራት እዩ ክኸውን። በዓል ዓሰርተ ሸውዓተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ክልተን ነጥቢ ሰማንያን ሓሙሽተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ሽዱሽተ ሽሕን ክልተ ሚእትን ስሳን እዩ ክሸጦ ውዒሉ ዘሎ ብሄራዊ ባንኪ ማለት እዩ። ቀፂልና ንሪኦ ብጣዕሚ ተሃራፋን ተሃራፍን ተፈታውን ጠንካራን ለስላሳን ዝኾነ ወርቂ በዓል ዓሰርተ ሸሞንተ ካራት እዩ ክኸውን። በዓል ዓሰርተ ሸሞንተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ሸሞንተ ነጥቢ ሰማንያን ሓሙሽተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ሸውዓተ ሽሕን ክልተ ሚእትን ሰማንያን እዩ ክሽየጥ ውዒሉ ዘሎ ማለት እዩ። ክብራት ኣሕዋተይ በዓል ዓሰርተ ሸሞንተ ካራት እንታይ ዝኣክል ናይ ወርቂ ንፅህና ኣለዎ ትልኩምኒ ካብ ሚእቲ ሰብዓን ሓደ ነጥቢ ሰብዓ ፐርሰንት ናይቲ ወርቂ ንፅህና ያው ብተለምዶ ኣብ ኢትዮጵያ ማለት እዩ ሰዓን ሓሙሽተ ፐርሰንት ናይ ወርቂ ንፅህና ኣለዎ ይበሃል። ሰዓን ሓሙሽተ ፐርሰንት ማለት ብናይ ውጪ ወርቂ ኮይኑ ብናይ ውሽጢ ዓዲ ደግሞ ሰኣን ሓደ ነጥቢ ሰብዓ ፐርሰንት ወርቂ ንጽህና እኒሀዎ። እዚ ማለት እቲ ዕስራን ሰለስተን ዕስራን ኣርባዕተን ከዓኒ ካሊእ ዓይነት መኣድናት ከም ንብረታ ብረት፣ ዚንክ ዓይነት ሓዊሶም ይሰርሕዎም። ብጣዕሚ ጠንካራ ወርቂ ብቐሊሉ ዘይስበር ዓይነት ወርቂ እዩ ማለት እዩ። ቀጺልና ንሪኦ በዓል ዓሰርተ ትሽዓተ ካራት እዩ ክኸውን። በዓል ዓሰርተ ትሽዓተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ዓሰርተ ኣርባዕተን ነጥቢ ቴስዓ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ሸሞንተ ሽሕን ሓደ ሚእትን ሰብዓን ሓሙሽተን ቅርሽን እዩ ክሽየጥ ውዒሉ ዘሎ ማለት እዩ። ቀጺልና ንሪኦ በዓል ዕስራ ካራት እዩ ክኸውን። በዓል ዕስራ ካራት ብናይ ኢትዮጵያ ብሄራዊ ባንኪ ዝወጸ ዋጋ ብናይ ኣሜሪካ ዶላር ብሚእትን ዕስራን ነጥቢ ቴስዓ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ትሽዓተ ሽሕን ሓደ ሚእትን ሳላሳን ክልተን ቅርሽን ክሸጦ ውዒለ ኣሎ ብሄራዊ ባንኪ እዚ ናይቲ ወርቂ ጥረ ገንዘብ ብቻ እዩ ማለት እዩ ክብራት ኣሕዋተይ ኩሉ ዝነግረኩም ዓይነት ካራት ናይቲ ወርቂ ጥረ ገንዘብ ኮይኑ ናብ ምንም ዓይነት ዲዛይን ዘይተቐየሮም ማለት እዩ እስኻትኩም እቲ ወርቂ ገዚእኹም ናብ ደስ ዘለኩም ዓይነት ዲዛይን ክተስርሕዎ ትኽእሉ ዓይነት ወርቂ ዋጋ እየ ዝነግረኩም ዘለኹ ቀፂልና ንሪኦ በዓል በዓል ዕስራን ሓደን ካራቲ ክኸውን ዕስራን ሓደን ካራት እንግዲህ ብኢትዮጵያ ደረጃ ብኣፍሪካ ደረጃ ብቻ ዘይኮነ ኣብ መላእ ዓለም ብጣዕሚ ተፈታዊ ዓይነት ወርቂ እዩ። እዚ ማለት ብጣዕሚ ጠንካራ ለስላሳ በቃ ብጣዕሚ ደስ ዝብል ናብ ድሌትኩም ዓይነት ሕብሪ ተቐይሩ ዝስራሕ ዓይነት ወርቂ እዩ። በዓል ዕስራን ሓደን ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ዕስራን ሸውዓተን ነጥቢ ዜሮ ሰለስተ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዕስራ ሽሕን ሰማንያን ሽዱሽተን ቅርሽን እዩ ክሽየጥ ውዒሉ ዘሎ ማለት እዩ ክብራት ኣሕዋተይ። ቀጺርና ንሪኦ በዓል ዕስራን ክልተን ካራት እዩ ክኸውን። ዕስራን ክልተን ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብተስዓን ሓደን ነጥቢ ሰላሳ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ሓሙሽተ ሽሕን ሰለስተ ሚእትን ሸሞንተን እዩ ክሽየጥ ውዒሉ ዘሎ ማለት እዩ። ቀጺልና ንሪኦ በዓል ዕስራን ሰለስተን ካራት እዩ ክኸውን። ዕስራን ሰለስተን ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ሰላሳን ትሽዓተን ነጥቢ ትሽዓተ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ብዕስራን ክልተን ሽሕን ቴስዓን ሸውዓተን ቅርሽን እዩ ክሽየጥ ውዒሉ ዘሎ ያው ክብራት ኣሕዋተይ እስካብ ዕስራን ክልተን ካራት ዘሎ መብዛሕትኡ ሰብ ንመጋየፂ እዩ ዝጥቀሙ ዕስራን ሰለስተን ዕስራን ኣርባዕተን ካራት ግን ምክንያቱም ናይቲ ወርቂ ንፅህንኡ ካብ ቴስዓን ሓሙሽተን እስካዕ ሚእቲ ፐርሰንት ስለዝኾነ ሙሉእ ብሙሉእ ብምሉእ ወርቂ ስለዝስራሕ ለስላሳ ስለዝኾነ ብቐሊሉ ዝበላሸው ዓይነት ወርቂ እዩ ማለት እዩ ምክንያቱም ነቲ ወርቂ ዘጥንክሮ ምስ ወርቂ ተሓዊሱ ማዕድናት እንሄዎ ከም እኒ ብረታ ብረት፣ ዚንክ ወዘተ ዝበሉ ማለት እሱ ብጣዕሚ እዩ ዘጥንክሮ። እዚ ግን ንፁህ ወርቂ ስለዝኾነ ብወርቂ ብቻ ስለዝስራሕ ብዙሕ ጥንካረ ይብሉን ለስላሳ እዩ ብቀሊሉ ዝስበር ዓይነት ወርቂ እዩ። እንታይ ደኣ እዚ ንመጋየፂ ዘይኮነ ንኢንቨስትመንት ማለትም ወርቂ ናብ ቅርሺ እቲ ቅርሺ ናብ ወርቂ ቀይርካ ዝቕመጥ ዓይነት ኣሰራርሓ እዩ እምበር ንመጋየፂ ብጣዕሚ ጎዳኢ እዩ ማለት እዩ ስለዚ ናይዚ ዋጋ ድማ በዓል 23 ካራት ማለት እዩ ብናይ ኣሜሪካ ዶላር ብ139 ነጥቢ ትሽዓተ ሳንቲም ወይ ከዓ ብናይ ኢትዮጵያ ገንዘብ ብ22 ሽሕን ትስዓን ሸውዓተን ቅርሽን እዩ ክሸጠ ውዒሉ ዘሎ ብሄራዊ ባንኪ ማለት እዩ ቀፂልና ንሪኦ በዓል 24 ወይ ከዓ በዓል ሓደ ውቅዒ ትበሃል ናይዚ ዋጋ ብናይ ኢትዮጵያ ብናይ ኣሜሪካ ዶላር ማለት እዩ ብሚእትን ኣርባዕን ሓሙሽተን ነጥቢ ዓሰርተ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዕስራን ክልተን ሽሕን ብዕስራን ክልተን ሽሕን ትሽዓተ ሚእትን ዕስራ ሓሙሽተን ቅርሽን እዩ ክሸጠ ውዒሉ ዘሎ ብሄራዊ ባንኪ ማለት እዩ። ናይዚ ወርቂ ንጽህና እውን ተስዓን ትሽዓትን ያው ዳርጋ ሚእቲ ፐርሰንት ምንም ዓይነት ነገር ኣይሕወሰን ብወርቂ ብቻ ዝስራሕ እዩ ማለት እዩ። እና ናይ ሎማዓንቲ ዋጋ ወርቂ ሐዚ እውን እናቀነሰ እዩ ዘሎ ይቀንሰልና ኣነ ወርቂ ክቅንስ ብጣዕሚ ደስታይ እዩ ስለዚ ክትገዝኡ ትክእሉ ሰባት ሐዚ እያ ክትሸጡ ትክእሉ ሰባት ግን ትፅነሐልኩም ብጣዕሚ ቅናሽ ዝኒሆ ማለት እዩ ናይ ሎማዓንቲ ዝነበረኒ ቪድዮ እዚኣ ትመስል ነይራ እስካዕ ቪድዮ ፍፃመ ንዝተከታተልኩምኒ ካብ ልቢ ናመስገንኩ ላይክ ሸር ሰብስክራይብ ምግባር ድማ ይትረስዑ ሓሳብ ርእቶኹም እውን ኣብ ኮሜንት ፀሓፉለይ ብጣዕሚ እየ ዝፈትወኩምን ዘክብረኩምን ሰሰናዩ ባይ ባይ